ለውጢ ናይ ህይወት የሱስ ጎይታ እዩ ቅደም ሙት ኔርካ ሕጂ ግን እያ የሱስ ጎይታ እዩ ከም ኦኔስሞስ ማለት ኦኔስሞስ ዘይጠቅም ዝነበረ ባርያ ሕጂ ግን ዝጠቅም ኮይኑ ኦኔስሞስ ቀደም ኣይጠቅምን ነይሩ፣ መጠፋፍኢ ነይሩ፣ ቀደም ህማቅ ህይወት ነይርዎ፣ ዘይጠቅም ህይወት ነይርዎ፣ ሕጂ ግን ጎይታ ረኺቡ ዝጠቅም ህይወት ሒዙ። የሱስ ጎይታ እዩ። ከምቲ ቀደም ዝነበርካዮ ሕጂ ኸኣ እንተለኻ ገና እዩ ማለት እዩ። ገና ብሕጂ ለውጢ ይድለ ኣሎ ማለት እዩ። የሱስ ጎይታ እዩ። ከምቲ ዝነበርካዮ ትሓስብ ከምቲ ዝነበርካዮ ትዛረብ፣ ከምቲ ዝነበርካዮ ትውስን፣ ከምቲ ዝነበርካዮ ትኸይድ፣ ከምቲ ዝነበርካዮ ምላሽ ትህብ እንድህር ኮይንካ ኣይተለወጥካን ዘለኻ ገና ማለት እዩ። ክርስትና ሲኮሜ ኣይኮነን። ክርስትና ናይ ለውጢ እዩ። ኦኔስሞስ ዘይጠቅም ዝነበረ ሕጂ ግን ዝጠቅም ንስድሮ ዘይጠቅም ዝነበረ ሕጂ ግን ንስድሮ ዝጠቅም ንህይወት እኳ ዘይጠቅም ዝነበረ ሕጂ ግን ንህይወት ዝጠቅም ንቤተ ክርስቲያን ዘይጠቅም ዝነበረ ሕጂ ግን ንቤተ ኣምላኽ እኳ ዝጠቅም ኮይኑ የሱስ ጎይታ እዩ ሕጂ እዚ ፊልሞን ኣብ ጥቕሲ ዓሰርተ ሓደ እንተ ኣንቢብና ካብ ዓሰርተ ጀሚረ ብዛዕባ እቲ ኣብ መቑሒ ኮይነ ዝወለድክዎ ወዲ ኦኔስሞስ እልምነካ ኣለኹ ይብሎ ኣሎ ንሱ ቀደም ኣይጠቐመካን ሕጂ ግን ንዓኻን ንዓይን ይጠቕመና እዩሞ ናባኻ መሊሱ የሎ ቀደም ንዓኻ ንፊልሞን እኳ እንታይ ይገብርን ነይሩ? ኣይጠቅምን ነይሩ። ሕጂ ግን ንዓይን ንዓኻን እንታይ ይገብር ይብሎ ኣሎ? ይጠቅም። ርእይዎ፣ ንመን ክጠቅም ጀሚሩ? ንፊልሞን ኣይጠቐመን። ሕጂ ግን ንሃዋርያ ጳውሎስ ነቲ ህቡብ ዝኾነ ሃዋርያ ንዕኡሲ ዝጠቅም ኮይኑ የሱስ ጎይታ እዩ ስለዚ ከመይ ነርካ ህጂ ከመይ ኣለኻ ከመይ ነርኪ ከመይ ኣለኺ ህጂ የሱስ ጎይታ እዩ ብሓቂ ጎይታ ክፅውዓና ከሎ ክንጠቅም እዩ ንብዙሓት ክንጠቅም እዚ ሕሩይ ኣቕሓ ኢሎ ሕሩይ ኣቕሓ ማለት ማለት እዩ ኣዝዩ ጠቓሚ ዝኾነ ኣቕሓ ጎይታ የሱስ ንመን ክምስክር ከሎ ይኹም ዝበሎ ንጳውሎስ ኣብ ደማስቆ ሃገር እዚ ሕሩይ ንኣይ እዚ ንኣይ ሀ ሕሩይ ኣሓይ ዝተመረፀ ኣሓይ እዚ ዝጠቅመኒ እዩ እዚ ይብላ ኣሎ የሱስ ጎይታ እዩ ስለዚ ዝጠቅም ሰብ እዩ ዝገብረካ ጎይታ ናብ ጎይታ ምምፃእ ማለት ንህይወትካ፣ ንከባቢኻ፣ ንሃገርካ፣ ንኹሉ ምእመን፣ ንኹሉ ህዝቢ ጥቓኻ ዝቐርብ ዘበለ ዝጠቅም የሱስ ጎይታ እዩ። ክኢልዩ ዘቐምጠካ ጎይታ ምን የሱስ ጎይታ ሜ ክብሪ ጎይታ ኮይኑ ረይዎም እንዶ ሂስትሪ ናይ መጽሓፍ ቅዱስ ብምሉ ነንብቦ ኣሎ ናብ ጎይታ ምስ መፁ ሰባት እንታይ እዮም ዝኾኑ ዝጠቕሙ እዮም ዝኾኑ ከምኡ ዘይኮነ ኣሎ ድያ መፅሓፍ ቅዱስና ይሁዳ ጥራይ ከምኡ ዘይኮነ ሃገር ካልኦት ብምሉኦም ዝጠቕሙ የሱስ ጎይታ እዩ ዝጠቅም ሰብ ንሃገር ዝጠቅም ሰብ በዓል ዳንኤል እንተሪኢ ናይ በዓል ኣብደይነጎ እንተሪኢ ናይ ኣብይ ዝጠቕሙ በዓል ንህምያ እዝራ ዝጠቕሙ ግን የሱስ ጎይታ እዩ ኩሉ ሰብ ናብ ጎይታ ዝመጽእ ክልወጥ እሞ ካልእ ሰብ ክኸውን ዝጠቅም ክኸውን እሜን ከምቲ ኣብ ዓለም ከለና ዘይኮነሲ ካብኡ ዕጽፊ ንላዕሊ ንጠቅም ኣብ ዓለም ከለና ገሌና ገለ ዝረእ እኳ እንተነበረና ሕጂ ግን ካብኡ ንላዕሊ ብምስትውዓል እንገብሮ የሱስ ጎይታ እዩ ስለዚ ከምኡ ዝብሎ ዘሎ ንዓኻ ቀደም እንታይ ገበረካን ኣይጠቐመካን ሕጂ ግን ንዓይን ንዓኻን እንታይ ገበረና ኣሎ ጠቕመና ኦኔስሞስ ተለዊጡ የሱስ ጎይታ ተለዊጡ ኣብ ቆሎሴ ምዕራፍ ኣርባዕተ ምስኡ እውን ነቲ ካባኻትኩም ዝኾነ እሙንን ፈቃርን ሓውና ኦኔስሞስ ሰዲደዮ ኣለኹ። ንሳቶም ብናይ ነጆም ዘበለ ኩሉ ክነግርኹም እዮም። የሱስ ጎይታ እዩ። ሕጂ ርእዮ ኦኔስሞስ እንታይ ዓይነት ሰብ ኮይኑ እሙንን ፍቁርን ሓዊ ኮይኑ ባርያ ነይሩ፣ ዘይእሙን ነይሩ፣ መታለሊ ነይሩ፣ መጭበርበሪ ነይሩ። ሕጂ ግን እሙንን ፈቃርን ሓዊ ይብሎ ኣሎ። መን እዩ ዝብ ዘሎ እዚ? ሃዋርያ ጳውሎስ እዩ ዝገልጾ ዘሎ። ሃዋርያ ጳውሎስ ፊት ንፊት ይዛረብ ትፈልጦ ይኾን ኦኬ ንጴጥሮስ ሃዋርያ እኳ ክንሱ ፊት ንፊት ኣየሮም ተዛሪቡ ስለዚ እዚ ቃል እዚ ትኽክለኛ ቃል እዩ ኦኔስሞስ ካብ ዘይጠቅም ናብ ኣዝዩ ጠቃሚ ኮይኑ ካብ ዘይ እሙንነት ህጂ ግን እንታይ ኮይኑ እሙን ንፊልሞን እኳ ኣብ ቤቱ እሙን ኣይነበረን ህጂ ግን እሙን ኮይኑ የሱስ ጎይታ እዩ ከመይ ኔርካ ሕጂ ከመይ ኣለኻ የሱስ ጎይታ እዩ እንፈልጦ እንመሃሮ ንጽልዮ ብምሉኡ ተሓሒዙ ናብ እንታይ ክወስደና ዘለዎ ናብ ለውጢ ትፈልጦ ፍልጠት ክልውጠካ እንተዘይክኢሉ ፍልጠት ኣይኮነን ኣይፈለጥካ ኣለኻ ማለት እዩ ለውጢ ኣብ ዓለም ኣብ ህይወት ኣዝዩ ኣገዳሲ እዩ ህፃን ረእዎ ምስ ተወለደ ተወሊድና ንሕጎስ ሽዑ እንታይ ንደልዮ ኢድና ከምዚ ምስ ኣበልናሉ ክንቀሳቐስ ለውጢ ከርእየና ንደሊ ዓይኑ ናብዚ ናብዚ ኦ ከምዚ ጀሚሩ ንብል ማለት እዩ መሊሱ ከዓ ይዓቢ ዘረባ ከዓ ኮልተፍተፍ ይጅምር ንሕጎስ ለውጢ እዩ እዚ ስኒ ኣውፅኡ ኢልና ንሕጎስ ስኒ ኣውጺኡ ምስ ዘይወረፈ ኢልና ከኣ ንጽበ፣ ጎሪፉ ኢልና ከኣ ንሕጎስ። ለውጢ ኣዝዩ ኣገዳሲ እዩ፣ እንተዘይተለዊጡ ከ ደንጀር እዩ። ዘይንልወጥ እንተለና ኣብ ቤት ኣምላኽ ከምቲ ናይ ቀደም ህጻን እንተለና ከምቲ ክንመጽእ ከለና ናይ ድሕነት ንመሃሩ ዝተምሃርናዮ ከምኡ ንነብር እንተለና ንህይወት ሓደገኛ ንቤተክርስትያን ሓደገኛ ንኹሉ ኣሸጋሪ ኢኻ ትኸውን። ምክንያቱ ዘይዓበየ ኣብ ቤት ኣምላኽ ነዊሕ ግዜ ዝወሰደ ሰብ ንኸውን የሱስ ጎይታ እዩ ስለዚ ክንልወጥ ናይ ዳነት ክንመሃር ከለና ምእንቲ ክንልወጥ ወደ መዝሙር ምእንቲ ክንልወጥ ትምህርቲ ድሕነት ኩሉ ኩሉ ትምህርቲ ኣገልግሎት ዝበሃል ምእንቲ ክንልወጥ እዩ የሱስ ጎይታ እዩ መንፈስ ቅዱስ እውን ክርእና ስለምንታይ ዝወርድ ምእንቲ ክንውጠና እዩ የሱስ ጎይታ እዩ ስለዚ ለውጢ ኣብ ህይወት ኣዝዩ ኣዝዩ ኣገዳሲ እዩ። የሱስ ጎይታ እዩ። ክልወጥ ይግብኣኒ ኣነ ክንብል ይግብኣና እዩ። ኦኔስሞስ እቲ ዘይጠቅም ዝነበረ ሕጂ ግን ዝጠቅም ትልይ ፊልሞን እኳ በዲልዎ ዝኸነ ሕጂ ግን ናብ ፊልሞን ክምለስ እኳ ትብዓት ዘለዎ ኦኔስሞስ እዛ መጽሓፍ ፊልሞን እትምህር ለውጢ ከም ዘድሊ ከምቲ ቀደም ከለና ዘይንጠቕሞ ሕጂ ከምኡ ኢልና ክንነብር ኣይግባኣናን እዩ ክብል ስለ ዝደለየ እዩ ንዓና ተፃሒፉ ኣብ ዝመፅ ዘሎ ኣምላኽ መስገን የሱስ ጎይታ እዩ ኩሉ ተፃሓፈ ንምንታይና እዩ መፅሓፍ ቅዱስ ንጥቕመና እዩ ስለዚ ኣነ ክጠቅም ይግባኣኒ እዩ ንህይወተይ ክጠቅም ይግባኣኒ እዩ ንቤተክርስትያነይ ክጠቅም ይግባኣኒ እዩ ንስድራይ ንፋሚልየይ ክጠቅም ይግባኣኒ እዩ ንሃገረይ ክጠቅም ይግባኣኒ እዩ ንዝቕፅል ጀነሬሽን ክጠቅም ሲ ይግባኣኒ እንታይ ከበርክት ኣለኒ እንታይ ክኸውን ዘለኒ ኢልና ክንውስን ክንሓስብ ይግባኣኒ ኣምላኽ መስገመ የሱስ ጎይታ እዩ ክብሪ ንጎይታ ይኹን እና እዚ ኦኔስሞስ ባርያ ዝነበረ ግን ከዓ መጠፋፍኢ ዝነበረ ባርያ ዝነበረ ግን ከዓ ዘይእሙን ነበረ ዘይእሙን ከም ዝነበረ ብምንታይ ኢና ንረጋግፅ ኣብ ጥቕሲ 18 እንታይ ይብሎ ኣሎ ጥቕሲ 18 ኣብታ መፅሓፍ ፊሊሞን ግናኸ ኢልዎ ገለ በዲሉካ ወይስ ተዓዲዩካ እንተኮይኑ ኣባይ ቁጸሮ ሬ ጳውሎስ ታይ በሎ ከነሲ ተዓዲብካ ወይ በዲሉካ ተኮይኑሲ ኣባይ ቁጸሮ ህጂ ከምኡ ይኮነን ደሎ ህጂ ከምቲ ቀደምሲ እንዳበደለ ዝነብር ሰብሲ ኣይኮነን ደሎ ተለዊጡ እዩ ምናልባት ግን ዕድሙ ብዙሕ ተኮይኑ ምናልባት ግን ዝወሰዶ ዓቢ ነገር ተኮይኑ ወይ ከዓ መረ በዲሉካ ተኮይኑሲ ህጅስ ኣባይ ቁጸሮ ጳውሎስ እዚ ከም ናይ ክርስቶስ ክርስቶስ ከምኡ ንኣና በደልና ኣብ መን ይቁጸር ኣብ ክርስቶስ ኣብቲ መስቀል ናይ የሱስ ጎይታ እዩ ስለዚ ሓራ ይኹን እዩ ዝበሎ ዘሎ ሓራ ይኹን ተለዊጡ እዩ በቃ ካልእ ሰብሲ ኮይኑ እዩ እቲ ናይ ቀደም ትፈልጦ ኦኔስሞስ ኣይኮነ እቲ ዘይጠቅም ኦኔስሞስ ኣይኮነ የሱስ ጎይታ እዩ ስለዚ ጎይታ ምስ ተቐበልና ሲ ሰባት ብኸመይ ዝፈልጡና ብኣንፃሩ ክፈልጡና ኣይግባእ ቀደም ንፍዑ ሌልካሲ ኣማልም ዝኾንካ ሕማቕ ክፈልጡኻ የብሎም ብኣንጻሩ ወሲካ ብኣንጻሩ ዘይትከኣል ሰብ ኮይንካ ብኣንጻሩ ኣምላኽ ምሳኻ ከም ዘሎ ሰባት ክሳዕ ዘረጋግጹ ኣምላኽ ምስ ኩሎ ክሳዕ ዝብሉኻ ዓይነት ለውጢ ንምትጋ ዘይምህካ ንጸሎት ዘይምህካ ንቃል ኣምላኽ ዘይምህካ ንምስራሕ ዕዮ ተግባረ ደው ዘይምህካ ትምህርቲ ንምውሳድ ዘይምህካ ንለውጢ ሲ ንለውጥስ በቃ ክንደልያን ክንብህገን ኣለና ጎይታ ክፅዋዓና ከሎ ንኸም ኢየሱስ ጎይታ ይሜ ስለዚ ክልወጥ ግቡእ እዩ እስኪ ነቲ ጎንኹም ዘሎ ክትልወጥ ግቡእ እዩ በልዎ ክትልወጥ ግቡእ እዩ በልዎ ኦኔስሞስ ናይ ኦኔስሞስ ታሪክ ረአ በሎ ክትልወጥ ሲ ካብ ዘይምጥቃም ናብ ምጥቃም ክትከይድ ግቡእ እዩ በሎ ኢየሱስ ጎይታ ኣብ ቀዳማይ ሳሙኤል ምዕራፍ ዓሰርተ ጥቕሲ ሽዱሽተ ብዛዕባ ሳኦል ክዛረብ ከሎ የሱስ ጎይታ እዩ እንታይ ኢሉ ኣሎ መንፈስ እግዚኣብሔር ድማ ናብ ልዕልኻ ክወርድ እዩ መንፈስ እግዚኣብሔር ከዓ ናብ ልዕልኻ ክወርድ እዩ እንታይ ኢልዎ ሽዑ ክትልወጥ ካልእ ሰብ ክትከውን ኢኻ ኢልዎ ሬዎች መንፈስ ኣምላኽ ምስ መፀ ናብ ሳኦል ክልወጥ ሳኦል ካልእ ሰብ ጋር ክኸውን የሱስ ጎይታ እዩ መንፈስ ኣምላኽ ምምፅኡ ናብ ህይወት ነፍሲ ወከፍ ኣበስ ከይ ተባህሽ ክሸን ክንሪኦ ንኽእል ኢና ናብ ነፍሲ ወከፍ ናብ ኤርምያስ ክንሪኦ ንኽእል ኢና ናብ ዩኤል ክንሪኦ ንኽእል ኢና መንፈስ ቅዱስ ናባና ምምፅኡ መንፈስ ቅዱስ ምቕባልና መንፈስ ቅዱስ ኣብ ውሽጥና ምህላው ቀዳማይ ስርሑ ንኣና እንታይ ምግባር እዩ ምልዋጥ ንሱስ ኮይታ ሃዋርያት ነይዎ ቅድሚ መንፈስ ቅዱስ ህይወቶም ምጭቕጫቕ ነይርዎ ነንሕድዶም ንስኻ ባ ንስኺ ባ ባህሉ ነይሩ ማለት ሃዋርያት በዓሎም ማለት እዩ ኣነ ባ ቀዳማይ ዝኸውን ንስኻ ባ ሳይሆን ጋር ግን ጭቕጭቕ ነይርዎም እዩ ኣግን ሰባት እንተ ኣንጻሮም ተላዒሎም ሴፍን ገለን ምውጻእ ገለ ነይሮም ህይወት መንፈስ ቅዱስ ምስ ተቐበሉ ብግብሩ ሃለት ምዕራፍ ክልተ ግን ብድሕሪኡ ዝጠቕሙ እዮም ኮይኖም የሱስ ጎይታ ህይወቶም ካብ በጃ ካልኦት ክሕልፉ ክኢሎም ኩሎም እውን ተመጊዘው እዮም ኩሎም ተቐቲሎም እዮም ኮይኖም ግን ምእንቲ እቲ ወንጌል የሱስ ጎይታ ዝጠቕሙ ሰባት እዮም ኮይኖም ሓሊፎም መንፈስ ኣምላኽ ኣባኻ ምምፅኡ ሲናዓኻ ከብለካ ኣብ ላዕሊ ክትረይ ኩን ክትልወጥ የሱስ ጎይታ ክትልወጥ ካልእ ሰብካ ክትከውን ንሳኦል መንፈስ ምስ ወረዶ ተለዊጡ ካልእ ሰብካ ኮይኑ ሻንሻ እዩ ኮይኑ ቀላማት የለ ኪድ ምስ በለኻ ኣምላኽ ልቡ እንታይ ገበረልና ለወጠልና የሱስ ጎይታ እዩ ናይ ሓድሽ ጋር ተስፋ ከነዓና እንታይ ይብለና ናይ እምኒ ልቢ ካባኣቶም እንታይ ክገብር ኢሉ ከዊፅ ናይ ምንታይ ክትወሎ ሓደ ሰብ ልቡ ተለዊጥ ከ በቲ ኮይሎ ማለት እዩ ተለዊጡ ብሎ ክንሰማ ስለዚ መሰረቱ ባይብል እውን ሓድሽ ኪዳን ትምህርቲ ምህሮ ዝምህረና እንታይ እዩ ናይ እምኒ ልቢ ናይ ብሉይ ልቢ ወይ ከዓ ኣረጊት ሰብ ሒዝና ክንመላለስ ኣይኮነን ዝደሊ እሱ ክመውት እቲ ካልኣይ ሰብ ብሓድሽ ሰብ ባይሮን ክወጽእ የሱስ ጎይታ እዩ ስለዚ መንፈስ ኣምላኽ ናባና ምምጽኡ ክልወጥ ካልእ ሰብ ጋር ክንካ በተሓስባና ካልእ ሰብ ኣረኣያና ካልእ ሰብ የሱስ ጎይታ እዩ ከምቲ ኩሉ ሰብ ዝዛረቦ ክዛረብ ኣነ ፍቓደኛ ክኸውን የብለይ ኩሉ ሰብ ክጻረፍ ከሎ ኣነ ክጻረፍ ኣለኒ የብለይ ኣነ ዝተለወጥኩ ሰብ እየ ኩሉ ሰብ ክሓሚ ከሎ ኣነ ክሓሚ ኣለኒ ኣነ ዝተለወጥኩ ሰብ እየ የሱስ ጎይታ እዩ ከም ኩሉ ሰብ ኣነ ኣይኮንኩን ስለዚ ከምቲ ጎይታ ዝደለዩና ክንነብር ዝግባኣና ብና ኣመስግነ የሱስ ጎይታ ኣብ ዝኾነ ኣቲኻ ካብ ቀሊሕካ ኤ ካብ ቀዲሕካ ሚእቲ ተምፅእ ባዕልኻ ሰሪሕካ ሲ ተምፂኻ ኢትስ ብለሲንግ ምን ላስት ብለሲንግ ሲ ዋላ ተምፂኻ ማለት እዩ ዋላ ኤፍ ኣምፅእ ምስ ደገምካዮ እኮ ኤ ክተምፅእ ኢኻ የሱስ ጎይታ ስለዚ ንሕና ክልወጥ ኢና ኢና ተፀውዒ ኢና ምን ኣነ ክልወጥ ተፀውዒ ኣምላኽ ሲ ብለውጠይ ከም ዝሰርሕ ብለውጠይ ኣነ ብምልዋጠይ ኣምላኽ ሲ ከም ዝሰርሕ ይኣምን እየ ምን የሱስ ጎይታ እዩ ክብሪ ንኣምላኽ ይኹን ስለዚ እቲ መንፈስ ኣምላኽ ኣባና ዝወርድ ሓድሽ ልቢ ክህበና ሓድሽ ዝኾነ ኣተሓስባ ሓድሽ ዝኾነ ውሳነ ሓድሽ ዝኾነ መገዲ ብሉይ ዘይኮነ መ ናይ ቀደም ዘይኮነ የሱስ ጎይታ ኣብ ካልእ ጥቕሲ ካልኣይ ቆሮንቶስ ሓሙሽተ ዓሰርተ ሸውዓተ ይበልና ስለዚ ሓደ እኳ ብክርስቶስ እንተ ሃልዩሲ ንሱ ሓድሽ ፍጥረት እዩ። እነሆ እቲ ብሉይ እንታይ ኮይኑ ሓሊፉ። እስኪ ብሉይ ሓሊፉ በሉ እስኪ። የሱስ ጎይታ ኣብ ብሉይ እንተ ትነብር ኮይንካ ኣብ ጭንቀት፣ ኣብ ሽግር፣ ኣብ መከራ፣ ኣብ ኳልኩሌሽን ኢኻ ትነብር። ኣብ ብሉይ ክንነብር ጎይታ ኣይደለየና ሜ እነሆ ሓደ እኳ ብመን ተሃልዩ ብክርስቶስ እንተሃልዩ ንሱ እንታይ እዩ ሓድሽ ፍጥረት እዩ። እቲ ብሉይ እንታይ ገይሩ ሓሊፉ እነሆ ኩሉ እንታይ ኮይኑ እዩ ሓድሽ ኮይኑ ስለዚ ብክርስቶስ ምህላውና ሓድሽቲ ፍጥረት ኢና ሓድሽ ዝኾነ መገዲ ሓድሽ ዝኾነ ውሳነ ከምቲ ኣብ ዓለም ከለና ንኸረብ ዘይኮነ የሱስ ጎይታ ከምቲ ኣብ ዓለም ንውስኖ ውሳነ ዘይንውስን ከምቲ ኣብ ዓለም ንሓስቦ ሓሳብ ዘይንሓስብ ሓድሽ ዝኾነ መገድን ህይወትን ኣምላኽ ዝሃበና ሰባት ኢና ኣሜን የሱስ ጎይታ እዩ ስለዚ ልብና እኳ ተለዊጡ ስኬር ኮሚ ዝብል ልቢ በቃ እቲ ናይ እምኒ ልቢ እንታይ ገብረሎም እዩ ከውፅኣሎም እዮም ብዛዕባና እኮ ይዛረብ ዘሎ እንታይ ክህቦም እዮም ሓድሽ ልቢ ናይ ስጋ ልቢ የሱስ ኮይኑ ንኣምላኽ ክርዳእ ዝኽእል ልቢ ሕግታት ዝፀሓፎ ልቢ የሱስ ጎይታ እዩ ሕግታት ኣምላኽ ኣብ ልብኻ ንከምዚ ኢና ተፀዊዕና ሜን ከም ኦኔስሞስ ካብ ዘይጠቅም ናብ እንታይ ናብ ዝጠቅም እዚ ዝገብር መን እዩ? ተባላሃ ኣይኮነን እኮ ኣብዚ ገበኩ ናትና እንታይ እዩ ዝድለ ውሳነ ናትና እንታይ እዩ ዝድለ ናብ ኣምላኽ ምቕራብ ነቶም ዝቐርቦ እሱ እንታይ ኢልዎም ቀረባ የሱስ ጎይታ ሓደ እኳ ከይምካሲ ካብ እንታይ ኣይኮነን ካብ ግብሪ ይኮነን ካብ ግብሪ ይኮነን ትቐርብ ኣምላኽ ከዓ ይልውጠካ ትቐርብ ኣምላኽ ይልውጠካ ከይሓሰብካያ ነብስኻ ኣበይ ትረኽባ መናፍስት ኣገልጋላት ንረኽብ ኣሜን የሱስ ጎይታ እዩ ስለዚ ክልወጥ ይግብኣኒ እዩ ንዓይ ዝፅበየኒ ብዙሕ ብዙሕ ጀኔሬሽን ኣሎ ንዓይ ብዙሕ ዕዮ እዩ ዝፅበየኒ ኣነ ነቤት ኣምላኽ ዝጠቅም ሰበ ኣነ ንህዝቢ ኤርትራ ዝጠቅም ሰበ ኣነ ንወለደይ ንዝመፃየ ዝጠቅም ሰበ ኣነ ንደቂ ደቀይ ዝጠቅም ሰበ ኣብ ውሽጠይ ዝጠቅም ነገር ኣሎ ብሉይ ሓሊፉ እዩ ብሉይ ተጓሒፉ እዩ ሕጂ ሓድሽ ህይወትን ሓድሽ መገድን እዩ ዘለኒ ኢልና ንውስን ይግበኣና እዩ። ብሓቂ በዚ ርድኢት እዚ እንተደኣ ጸሊና፣ በዚ ርድኢት እንተደኣ ተዛሪብና፣ በዚ ርድኢት እንተደኣ ወሲንና፣ በዚ ርድኢት እንተደኣ ተማሂርና፣ እንተደኣ ሰሪሕና እቲ ናይ ኣምላኽ ኢድ ኣብ ህይወትና ብርግጽ ኢና ንሪኦ። የሱስ ጎይታ እዩ። ስለዚ ማዕረ ከምቶም ካልኦት ክርኣ ኣይግባእናን ህይወትና ማዕረ ክብርያት ይሕባና ንሕና ንሶምን ዝተፈላለዩ ኢና ኣረጊት ነርካ ሕጂ ግን ሓድሽ ኣብ ብሉይ ነርካ ሕጂ ግን ኣብ ሓድሽ ህይወት ወይ ብሓድሽ ህይወት ክንመላለስ ሓድሽ ዝኾነ ሰብ ኢና ኮይንና ሞይትኩም ህይወትኩም ኣብ ሰማያት ምስ ክርስቶስ ታየ ሰሚና ኣላ ዝመተ ሰብ ኣይኮንናን እንታይ ደኣ ኣብ ሓድሽ ህይወት ወይ ንሱስ ጎይታ እዩ ኩሉ ግዜ ዘስተሸግረካ እኮ እቲ ኣረጊት ባህሪ እዩ ኣብ ገዛ ከሸግር እኮ እቲ ኣረጊት ባህሪ እኮ እዩ ኣብ ቤት ኣምላኽ ዘሸግር ተኣረጊት ባህሪ ንወንጌል ዕዮ ኣምላኽ ኣዝዩ ኣሸጋሪ ዝኾን ኣይና እዩ ተኣረጊት ባህሪ እቲ ኣረጊት ባህሪ እንተ ደኣ ሞይቱ ኸ እቲ ደኣ ተለዊጥካ ኸ ንስኻ ጠቓሚ ትኸውን ኣብ ዝኸድካ ይጠልቓ ኣሜን የሱስ ጎይታ እዩ ብኣኻ ኮንተ ሓደ ሓደ ሰብ ካብ ሞት ናብ ህይወት ይሳካ ቃል ኣምላኽ ክዛረብ ከሎ ንሕና ሽታ ክርስቶስ ኢና ኢልና ገይሩ ኣዛ ክርስቶስ ኢና ኢሉ ካብ ምንታይ ናብ ምንታይ ነሳግር ኢና ኢሉ ንገሊኦም ካብ ሞት ኣብ ህይወት ነሳግር መኣዛ ክርስቶስ ኢና ከምኡ ኢና የሱስ ጎይታ ሰዓትኩም እዛ ጨውዛ ምድሪ እዚኣ ይኹን ኣገ ጨው ኢና እንታይ ማለት እዩ ንጠቅም ኣገ ጨው መቐረቱ እንተኣጥፈ እዚ እንታይ ይጠቅም ስለዚ ብጨው መሲልና እንታይ ከም ስለዘለዩ እትጠቕሙ ኢኹም ኣብ ሓንቲ ፀብሕስ ከም ጨውሲ ኣገደስቲ ኢኹም ማለት የሱስ ጎይታ እዩ ኣብ ማእኸል ፋሚሊይ ኣነ ኣገዳሲ ሰብ እዩ የሱስ ጎይታ እዩ ኣብ ማእኸል ናተይ ጀኔሬሽን ኣነ ኣገዳሲ ሰብ እዩ ብትምክሕቲ ገለ ኣይኮነን ብትዕቢት ገለ ኣይኮነን ኣምላኽ እዩ ከምኡ ዝገብረካ ምእንቲ ሓደ ሰብ ኢሉሲ ንዓኻስ ጨው ይገብረካ ትምቅሮ እሱኻ እንታይ ይገብር ይልወጥ እሞ ይድሕን ንኣምላኽካ የመስግን የሱስ ጎይታ እዩ ምእንቲ ሓደ ሰብ እኮ የሱስ ጎይታ ብኣኻ ዝመፀ ምስ ኩሉ ሰብ እንታይ ንበሩ ኢሉ መፅሓፍ ቅዱስ ሰላም ብኣኻ ምክንያት ምክንያት እውን ይገብረካ ምክንያት ሰላም የሱስ ጎይታ እዩ ስለዚ እንታይ ክገብር ዘለኒ ኣብ ቤተይ፣ ኣብ ዓደይ፣ ኣብ ቸርቸይ፣ ኣብ ጉዕዞይ፣ ኣብ ዝኾነ ትካል ስራሕ ምስ ኣተናኻ ኣብኡ እንታይ እየ ክገብር ዘለኒ ኣነ? ኢምፖርታንት ሰብ ክትከውን ኣለካ። እሱስ ጎይታ እዩ። እንታይ ክገብር ትደልየኒ ኣለኻ? ሃዋርያ ጳውሎስ ከምኡ ኢሉ ሃገር ኣብ ደማስቆስ ጎይታ ምስ መፀስ ምስ ረኸቦሲ ዝሓስቦ ዝነበረ ዝኾነ ኩሉ ቁልዕ ኮይኑ ይስምዖ ነይሩ ጳውሎስ ሕግን ቁልዑ ኮይኑ በቃ ንሃዋርያት እንዳሳደድካ ሒዝካ ምእሳር ቁልዑ ኮይኑ ዝስምዖ ነይሩ ድሓር ግን ሃንደበት ጎይታ ምስታይ ገይርዎ ብብርሃን ምስኻን እሞ ሽዑ እንታይ ኢሉ ሓንቲ ቃል ተዛሪቡ ጎይታ ሕጂ እንታይ ክገብር ትደሊ ኣለኻ እንታይ እዩ ክትገብር ኣምላኽ ዝደልየካ መን የሱስ ጎይታ እዩ ዝድለ ከዓኒ ዝጠቅም ነገር እምበር ዘይጠቅም ነገር ኣይድለን ሃገር ዝድለ ዝጠቅም ክትጠቅም ስለ ዝኾንካ ኢኻ ትድለ የሱስ ጎይታ እዩ ስለዚ እቲ ቡሊ እንታይ ኮይኑ እዩ ሓሊፉ ቡሊ እዚ ሓለፈና ሰባት ተለና እጅ ግን እቲ ቡሊ እንታይ ኮይኑ እዩ ሓሊፉ ግን የሱስ ጎይታ እዩ ንመን እንታይ ኢልካ ትምልስ ገሊና ኮላ ቤትና እኮ ዋላ ነታ ወላዲትና ዲና ንምልሳ መልሲ እኮ ከም መንፈሳዊ ኮይኑ ዛረብና ገለገለ ምስቶም ዓለማውያን ኣሕዋትና ከም መንፈሳውያን ኣይንዛረብ ንሕና ንጠቅም እምበር ንጎድእ ኣይኮነ ኪዲ በዓል ትፈቲ ቃላት ዓብያ ኣለዎ ገለ ገለ ገለ ምሻሉ ባህሪ ናይ ዓለማዊ ጴጥሮስ ኣብ ቀዳማይ ጴጥሮስ ምዕራፍ ኣርባዕተ ጠቂስዎ ዘሎ ማለት እዩ ዓይነት ናይ ዓለም ባህሪ ኣብ ህይወታ ኣንፀባረቕ ይብሉ የሱስ ጎይታ እዩ ብኣና ዝመፀ ምስ ኩሉ ሰብ ብሰላም ብኣና ዝመፀ ሰላም ዕረፍቲ ብኣና ዝመፀ ወንጌል ምድሓን ብኣና ዝመፀ ሓጎስ ብኣና ዝመፀ ብዙሕ ሰናይ ነገር ምን ኣምላኽ ክጥቀመና ይደሊ እዩ። ኣምላኽ ኤንጀልስ ኣውሪዱ ኣይኮነ ዝጥቀም ኣምላኽ ንኣኻ ንኣይ ዝጥቀመ የሱስ ጎይታ እዩ። ስለዚ እዚ ኦኔስሞስ ባርያ እዩ ነይሩ። ድሓር ጳውሎስ ክዛረቦ ከሎ እንታይ ይበሎ ዓሰርተ ሓሙሽተ ቢልና ጽቡቅ እቲ ንሱ ንሽዑ ተፈለየካ ንሽዑ ተፈለየካ ምናልባሽ ንሓዋሩ ምእንቲ ክትረኽቦ እዩ ዝኸውን ኣምላኽሲ ንሽዑ ተፈለየካ እዚ ኦኔስሞስ ምናልባት ንሓዋሩ ምእንቲ ክትረኽቦ ክኸውን ይኽእል ደጊም ካብ ባርያ ዝበለጸ ካብ ባርያ ዝበለጸ ምናላ ንዓይ ክንደይ ግደ ኣብዚሑ ንዓኻ ብስጋን ብጎይታን ከም ፍቑር ሓዊ ክትረኽቦ እምበር ከም ባርያ ኣይኮነን ካብ ሕጅስ ከም ባርያ ኣይትርኣዮ ካብ ምንታይ ደኣ ከም ፍቑር ሓዊ የሱስ ጎይታ እዩ ስለዚ ባርያ ባር- እታ ባርያ ምዃን ንበዓሉ ሲ ብጎይታ ምስ ኮነስ እንታይ ጌራትሉ ጠፊኣትሉ ምስ ተለወጠ ስታ ኮይናትሉ ጠፊኣትሉ ምን የሱ ጳውሎስ ከዓ ሪኦ እቲ ልቡ እዚ ወደ በቃ ዝተለወጠ ሰብ እዩ። ሰራሕተኛ ከሞ ጎይታ ትቕበል ከመይ ትሪኣ ብድያ ተገ ከምኡ እዩ ዝብሎ ዘሎ እታ ምስ ኣብ ገዛኹም ዘላ ሰራሕተኛ ሲ ጎይታ ተቐቢላ እያ ድሕር ጭስ ከም ሰራሕተኛ ይትርእያ ተዳ ፕሮግራም ብላእኺ እያ ኣብ ጸሎት ለኣኽ እያ ዓገብ ኣብ ብራት እያ ተስፋ ኣብያ ኣብ ሻኑ ርእሳ ከም ትኽእል ግበር እያ ማለት እዩ ኣገብ ንክረን እዚ ከምኡ እዩ ዝብሎ እሞ ከዓ ኣጠፋፊኣትካ ዝኸደት ተኾይና ኣገብ ከቢድ ነው ከምኡ እዩ ዝብሎ ዘሎ ጳውሎስ ኮይታ ተቐቢላ እሞ ተለዊጣ እያ ዘላ ሕጂ በቃ ናባኻ ክሰዳ ኣለኹ ከም ባርያ ከም ሰራሕተኛ ገለ ዘይኮነሲ ከም ሓንቲ ካብተን ደቅኺ ከም ሓፍቲ ከም ሓው ረእያ ንሱስ ጎይታ እዩ ማዕረ ክንዲዚ እዩ ኦኔስሞስ ተለዊጡ ን ስለዚ ምስ ተለወጠ ብሓቂ እቲ ዋላ እቲ ባርያ ምዃኑ ተረሲዑ ማለት እዩ የሱስ ጎይታ ኣምላኽ ከኽብረካ ከለኹ ክትልወጥ ከለኻ ከምኡ ክልወጥ ተጸዊዐ እየ ኣብ ዘበነይ ብኣይ ዝጥቀሙ ብኣይ ዝድሕሉ ኣምላኽ ዘዳለዎም ኣለዉ ኣብ ቤት ኣምላኽ ከገልግል ክግልገል ብኣይ ዝግልገል ነገር ኣሎ ኣነ ዘበርክቶ ዝጠቕሞ ነገር ኣሎ ኣነ ካብዛ ምድሪ እዚኣ ክይድ ከሎ ብዘይ ፍረ ብዘይ ፍመን ሓንቲ እዩ ኣይፍለኒ ን የሱስ ጎይታ ክገብሮ ዝግብኣኒ እንታይ እዩ ዋላ እንተ ክትገብርዎ ዝግብኣኩም እንተ ጠፊኡኩም መጺኹም ምዝርራብ ምስ ኣገልገልቲ እንታይ ክገብር ይኽእል ኣነ ኣገ የሱስ ጎይታ እዩ ስለዚ እዚ ዘይጠቅም ባርያ ኦኔሲሞስ እጅግን ዝጠቅም ሓዊ ምን ዘይጠቅም ባርያ እጅግን ዝጠቅም ሓዊ ዘይፍቁር ነበረ እጅግን ፍቁር ሓዊ ፈቃር ሓዊ ኮይኑ ኣቀይ ኣነ መቼስ ፍቕሪ እንተዘይብሉ እየ ዝሰርቕ ኣይከ ፍቕሪ ምስ ሃስካ ግን እንታይ ትገብር ኢኻ ሰርቕንኻ ንመን እሞ ሰርቁ ንተፍቅሮ ኣይትሰርቁና ዘሴ ማለት እጅ ግን ፈቃር ሓዊ ኮይኑ መን ይለዊጦ ጎይታ መንፈስ ቅዱስ ሰሜ የሱስ ጎይታ ስለዚ ክልወጥ ካልእ ሰብ ክንከውን ብግዲ ኢና ተጸዊዒና ኣምላኽ ኣመስገን እሜ ምናልባት ናይ መወዳእታ ጥቕስ ከንብብ እየ ቀዳይ ጴጥሮስ ምዕራፍ ኣርባዕተ ካብ ሓደ ጀሚረ ደጊም ክርስቶስ ምእንታና ሓሳድ መከራ ካብ ጸገበስ ብስጉር መከራ ጸግብ ንሱ ንሓጢኣት ሓዲጎ እዩ እሞ እቲ ብስጋ ዝተረፈ ዘበን ንፍቓድ ኣምላኽ እምበር ንፍትወት ሰብ ምእንቲ ከይትነብሩ ንስኻትኩም እዚ ሓሳብ እዚ ከም ኣጽዋር ጌርኩም ሓዝዎ። እቲ ብዕብዳን ብፍትወት ስጋ ብስኽራን ብጓይላ ብመስተ ብርኹስ ምምራኽ ጣኦት ክትነብሩ ከለኹም ፍቓድ ኣህዛብ ዝገበርኩሞ ዝሓለፈ ዘመን እንታይ ግበር ይኣክል ናብቲ ዕያግ ርኽሰት ምስኣቶም ስለ ዘይጎየኹም እናተጻረፉ ብኡ ይግረሙ ኣሎ ኢሉ ተለውጦም ዘይብልያው ስለዚ እቲ ዘመን ናይ ቀደም ዘመን ዝተግበረ ናይ ምስርቻው ዘመን ይኣክ ናይ ዘይምፅላይ ይኣክ ናይ ዘይምንባብ ይኣክ ናይ ዘይምግልጋል ይኣክ ራእይ ናይ ዘይምህላው ዕላማ ናይ ዘይምህላው ታርጌት ናይ ዘይምህላው ይኣክ ሕጂ ንለወጥ ካልእ ሰብ ድማ ንኹን የሱስ ጎይታ ክንልወጥ ብግዲ እዩ ለውጢ እንተ ዘይብልካ ኣብ ኩሉ ኣሸጋሪ እስኻ ንባዕልኻ እውን ጥዑም ህይወት ኣይትሕዝና ዘይትልወጥ ተለኻ ትሽገር ኢኻ በዓልካ ንስኻ እውን ትሽገር ኢኻ ካልኦት ሰባት ከ የሸግሩ ማለት የሱስ ጎይታ እዩ ስለዚ ጎይታ የሱስ ክርስቶስ ክልውጠና ካልእ ልቢ ክህበና እዩ ዝደሊ ሜን ከምቲ ኦኔስሞስ ተለውጦ ዘይጠቅም ነበረ እጅግ እንታይ ዝኾነ ዝጠቅም ዝኾነ የሱስ ጎይታ እዩ ስለዚ ኣነ ዝጠቅም ሰብ እዩ ኣነ ዝጠቅም ሰብ እየ ኣነ ዝጠቅም ሰብ እየ መን የሱስ ጎይታ እዩ ብመን ዝኾነለይ በቲ ፍቑር ዝኾነ መድሓኒና ጎይታና የሱስ ክርስቶስ ኣብ ኩሉ ትጠቅም እዩ ዝገብረካ መን ኣብ ዝኾነ ትካል እተው እትጠቅም ይገብረካ ኣብ ዝኾነ ስራሕ እተው እትጠቅም ኣብ ቸርች እትጠቅም ኣብ ቤትካ እትጠቅም ኣብ ኩሉ ዋላ ኣብ ጎደና ኩስኻ እትጠቅም የሱስ ጎይታ እዩ ነገራት ፈላሊኻ ስለ ትሪኦ መን የሱስ ጎይታ እዩ ስለዚ ኣነ ዝጠቅም ሰበ እናበልና ክንፅልና ንእሽ የሱስ ጎይታ